ኣብቲ ድብልቕልቕ እዋን መግዛእቲ ጭኮና፣ መስፍናዊ ስርዓት፣ ግዱድ ዕስክርና፣ ሓፋሽ ነይሩ ትንፋስና። ተራኺብና ዶ ደቂ ሳዋን ሰውራን? ደሃይካ ይተሓባእብዕሎ ንገርኒ፣ ናይ እንዳ ዓሰርተ ሽዱሽተ ሰብዓ ዝነበረ ውኒ፣ ናይ ካሪባን ፍጻሜታት ዛንታኻ ኣለኒ። ላዕሎም ጀጋኑ ሩባ ሓዳይ፣ ዓራርብ ዓውገት ሓመድ ዲበላይ፣ ኣዶብሓ ዒታሮ ማርሳ ተኽላይ።

ባሕሪ ይለዓል መሬት ይለዓል ብዘየገድስ ድልውነቱ እንዳረጋገፀ ጎኒ ጎኒ ከዓ ልምዓትን ህንፀቱ እንዳገበረ ከሎ ኣብ ፅቡቕ ደረጃ እዩ ዘሎ። ብዘይቀልዓለም ሕጂ እውን ኣባል ሓይልታት ምክልኻል ኤርትራ ምዃነይ ኣነ ሕቡን እየ ክሳብዛ ሰዓት እዚኣ።
ሰላም ሰላም ኣብ ኩሉ ኩርናዓት ዓለም እትርከቡ ኩቡራትን ኩቡራንን ተዓዘብትና ከመይ ኣለኹም። ኣኣብ ዘለኹሞ ሰላም ክትህልዉ እንዳተመነኹ ንሎማዓንቲ ድማ ኣባል ሻውዓይ ዙርያ ሃገራዊ ኣገልግሎት ኮይኑ ምስ ጉጅለ ባህሊ እዚ ምዕራብ ኣውላ ዝነጥፍ ዘሎ ስነጥበበኛ ዓወት ሃብቶም ሒዘልኩም ቀሪበ ዘለኹ ክሳብ ፍጻሜ መደብና ምሳና ሓቢርኩም ክትጸንሑ ብኽብሪ ይዕድመኩም ሰናይ ምክትታል ዓውተይ እንኳዕ ብደሓን መጻኻ። እንኳዕ ደሓን ፅናሕኺ።
ክቡር ግዜኻ ክትበኒ ስለ ዝመጻኻ ብስም ተዓዘብቲ ኣዝየ እየ ዘመስግነካ። ኣነ ውን ነዚ ዕድል እዚ ዝፈጠርክለይ ብጣዕሚ ኣዝየ እየ ዘመስግነኪ። ነብስኻ እስኪ ኣላልየና ዓወት መን እዩ? ኣነ
ዓወት ሃብቶም ረዘነ እየ ዝብሃል። ኣርባ ኣስመራ እየ ተወሊደ ዓብየ። ኦኬ ወዲ ኣርባዕተ ኢኻ። ኣርባዕተ ኣስመራ ሸኻ ፍርትት ገዛ ፍኝዕ እዩ ዝበሃል ገዛ እንታይ ገዛ ፍኝዕ እዩ ዝበሃል እቲ ዝዓበናሉ ገዛውትና ኣርባዕ ኣስመራ እንታይ ማለት እዩ ከዓ ከይተሓትኒ ሽለለ ኣስማዓ ጉሮቶም ስርስር እዩ ዝበሃል ኣርባዕተ ምስ ሰመራ እዩ ከዓ ኣርባዕተ ኣስመራ ተባሂሉ መበቆል ናይ ከተማ ኣስመራ እዩ እንድበሃል ኣብ ከተማ ኣስመራ ትብል መፅሓፍ ከምኡ ንቢብያ ብርግፅ እሱ እዩ ሕጂ ከምቲ ኩሉ ሰብ ብንእስነቱ ዝዓበየ ኣብ ፎታተይ ብጣዕሚ ኣብኡ ምዕባየስ ብጣዕሚ ሕጎስ ከመይ እንተልክኒ ኣርባዓ ኣስመራ ማለት ድኻን ሃብታምን ዘይትፈለየሉ ጥዑም ገዛውቲ እዩ ካብ ቀዳማይ ስጋብ ሓምሻይ ክፍሊ ንሓረጎት ኣባይ ዝበሃል ቤት ትምህርቲ ኣብዚ እዋን እዚ ከዓ ቤት ትምህርቲ ኣርባ ዓስመራ እናተባህለ ዝፅዋዕ ዘሎ ኣብኡ እየ ተማሂረ ብድሕሪኡ ቤት ትምህርቲ መለስተኛ ኣብዚ እዋን እዚ ከዓ ቤት ትምህርቲ ዳሉል ዝበሃል ኣብ ደበዚቶ እዩ ካብ ሻምናይ ስጋብ ዓሰርተ ሓደ ድማ ቤት ትምህርቲ ኢሳቅ ተወልደ መድህን ወይ ድማ ቤት ትምህርቲ ገዛ ክንሻ እዩ ድሕሪ እዚ ዓሰርተ ሓደ ክፍሊ ምስ ወዳእኹ ድማ ሃገራዊ ጉባኤ ንክፍፅም ድማ ናብ ሳዋ ሻባዓይ ዙርያ እየ ወሪደ ሕጂ ዓወት ሓወይ ኣብ ስነ ጥበብ ኣጀማምራኻ ከመይ እዩ ካብ ብእስነትካ ዲኻ ትነጥፍ ኔርካ ዋላስ ድሓር ኣብ ሃገራዊ ኣገልግሎት ምስ ተጸንበርካ ኢኻ ጀሚርካዮ ከመይ ኔሩ። እሱ ኣስፍሕ ኣቢለ ስጋብ ዝዕለኪ ግን ቅድም ዕንበባ ትሕዚ። ሕራይ እሺ
ኣትሕዘን ብልበላ ንዐኣን።
ብዛዕባ ናይ ስነ ጥበብ ኣጀማምራይ ንዓይ እውን ኣይርዳእንን እዩ ዋዕ እወ ማለት ከመይ ማለት እንታይ መሲልኪ እ፣ ኩሉ ግዜ ብስነ ጥበብ ብኸመይ ጀሚርካ እንተልካዮ ንሰብ ገሊኡ ናቱ ተውህቦ ኣለዎ ገሊኡ ብድሌት ብስምዒት ኣሎ ገሊኡ ኮርስ ትምህርቲ ዝወስዶ ኣሎ ገሊኡ ካብ ተመክሮ እዩ ንሕና ግን ኣብቲ ስነ ጥበብ ብንእሽተና ከለና ብፍላይ ኣብዚ ድሕሪ ናጽነት ናጽነት ዝመጸ ማለት እዩ ኣብቲ ገዛውትና ኢና ሽቦ ሽቦ እንዳበልና ንደርፍ ንስዕስዕ ካብኡ እቲ ድሌታት ዝጅምር ዝያዳ ግን ሻብዓይ ዙርያ ምስ ወረድኩ ምሳና ኣዱሊስ ባንድ እዮም ወሪዶም ነይሮም ብጥርኑፍ ቶም ጉጅለ ባህሊ ሕጂ ኣብቲ ክፍለ ሰራዊት ስለ ዝነበሩ ምሳና ካሕሳይ በርሀ በዓል ካሌብ እዮም ነይሮም ኣብቲ ካልእ ክፍለ ሰራዊት ከዓ በዓል ኣሌክስ ነይሮም ሕጂ ኣብቲ ሳዋ ከም መራሒ መደብ ኮይነ እየ ኣብቲ ስነ ጥበብ ጀሚረዮ ኦኬ። ምስ በዓል ካሕሳይ ናይቲ ቀዳማይ ክፍለ ሰራዊት ማለት እዩ እወ ሽዑ እቲ ፅልዋ እንዳሓደረኒ መፅዩ ካብ ቀደሙ እውን ዝብለኪ ዘለኹ ከዓ ሲነማታት እ፣ ከድካ ምርኣይ እ፣ እዚ ናይ መድረኽ ድራማ ከድካ ምርኣይ እ፣ ፈቱ ስለ ዝነበርኩ እዚ ኩሉ በዓል ራውያ ዝብል ፊልምታት ናይ በዓል ጆማል ሳልሕ ዝነበረ ባሻይ ንጓሎም ዝብል ፊልምታት ናይ መድረኽ ፊልሚ ዝነበረ ድራማታት ኣብይና ዝያዳ እቲ ንስነጥበብ ድሌት ክሓድረ ንዝኸኣለ ድሕሪኡ ግን ዝያዳ ከም ዝለክሉ ካብ ሸውዓይ ዙርያ ኣዱሊስ ባን ተጠርኒፎም ምስ ከዱ ንሕና ከዓ ናብ ሕርሻ ዓዲ ዕመር ኢና ተመዲብና ኣብኡ ሕጂ ግጥምታት ትገጥም ነይረ ባዕልኻ እዋ እቲ ግጥሚ ግን ግጥሚ ክብለኩ ከለኹ ከምዚ ናይ ናፍቆት ግጥሚ ናይ ስድራ ማለት ባዕልካ ትሕንጥጦ እዩ እቲ ናዕታ ረምታ ገለ ንፈልጦ ኢና ግን
መውፅእታ ሓንቲ ገብሮ በቃ ሕጂ
እቲ ናይ ናፍቆት መውፅኢ እታ ከይትስሕቅኒ ደኣ እምበርታ ጀመርኩላ ግጥሚ እንታይ ትብል መስልኪ ኣደይ መዓረይ ሰትክለይ ጥሕኒ ምስ ብፆተይ ሰትየስ ተወዲእኒ ከምዚ ስደድለይ ዝዓይነቱ እዩ ግጥሚ ይኮነን ብድሕሪኡ እውን ትፅሕፍ ጥዑም ይራን ሸዓላ ተዚኣሚንኩም ንዕናይ ወላ ሓፍተይ ነራትና ኣምለሰት ከይነገረትኒ ከይዳ ንስደት ዘይንመራመር ግዳ ብዛዕባ ጠፈር ሰብ ጠፍእ ኣሎ ብጥይት ዓረር ከምኡታት ነይሩ እቲ ግጥሚ ድሓር ግን ከም ዝብለኩ ዘለኹ ኣብ ኣቕዲም ክላሊኹም ክብራት ተዓዘብትና ኣብ ጉጅለ ባህሊ ኣውላ ኣውላ እዚ ምዕራብ እዚ ምዕራብ
ናብኡ ናብ ናይ ግንባር ክንጥርነፍ ከለና እቲ ኣነ ሒዘዮ ዝመጻኹ ግጥሚ ኣብቲ ዝነበርክዎ ቦታ መን ከማየ ዝብል ነይረ እዋዕ እዋ ፅቡቅ ኣይሰርሔረ ኣሎ ኣብቲ ግንባር ክንጥርነፍ ከለና ግን 201 ኢና ተጠርኒፍና ኣብቲ ጉጅለ ባህሊ ሕጂ ኣነ ነብሰይ ክኢለ ዓበ ገጣማ ኢለ ነብሰይ ድሓስባ ነይረ እዋ
ኣብቲ ጉጅለ ባህሊ ምስ መጻኹ ግን ገጠምቲ ዘይኮኑ ፍላስፋ እዮም ጸኒሖም ኦኬ በዓል ኣኽሊሉ ተስፋጽየን ኦኬ በዓል ሄኖክ ታደሰ በዓል ኪዳነ ጽብሃ እቶም ቀደም ብስክሪን ዝፈልጦም ነበርኩሲ ብኣካል ኣብኡ ምስ ጸንሑኒ ሓቂ ሓሽ ሰንቢደ ሽዑ እቲ ግጥምታተይ ንዕኦም ከይረኣኽዎም ከየቃጸልኮ እዩ ኣብ ጅባይ ከሎ ሓሪሩ የሕፊርኒ ትግጥሚ ሕርከዚኦም ክኢላ እዮም ዝያዳ ሽዑ ከም መራሓ መደብ ኮይነ ኣብቲ ጉጅለ ውሃለ እውን ኣይሓመቕኩን ስጋብ እዛ ሰዓት እዚኣ ከዓ ኣብዚ ደረጃ ኣለኹ ማለት እዩ ቅድም ሕጂ ነይን ኢኻ ጀሚርካዮ ቅድም ግጥሚ ዋላ ቅድም መራሕ መደብ ምዃን
መጀመርያ ወላስ ኩሉ ብሓንሳብ ተካይዶ ነይርካ ብሓንሳብ እንዲ ግን ዝያዳ እቲ ደስ ዝብለኒ ነበረ መራሕ መደብ እዩ ቅድም መን ከዓ ጸሊካ ትልክኒ ከዓ መን ደሪኽካ ኣነ በዓል ጀንደ ሊንጎ ወዲ ፈራዳይ ክሪኦም ከለኹ ናቶም እየ ዝደግም ነይረ ወላ ኣብቲ ሳዋ እውን እኮ ሓድሽ ፈጠራ ናተይ ኣይኮነን ገሊኡ ካብ ጋዜጣ ዘንበብክዎ ሕጂ እቲ ቀንዲ ናተይ ብልጫ እንታይ ነይሩ ትልክኒ ምሽምዳድ እዩ ክሽምድድ ስለ ዝኽእል እዮም ከምኡ ኣናውሰር ዝያዳ ዝገብሩ ነይሮም ኣብኡ ሰለስተ ኣርባዕተ ኣናውሰራት ነይሮም ግን ቀልጢፍካ ናይ ምሽምዳድ ተኽእሎ ስለ ዝነበረኒ ብኸምኡ እቲ መራሕ መደብ ገይሮም እምበር ዝብለኪ ዘለኹ ብጣዕሚ በዓል ሊንጎ ዝፈትዎም ወዲ ፈራዳይ ሕጂ ከምኦም ክኸውን ከኣ እየ ዝህቅድ ነይረ ኣብቲ እዋን እቲ ማለት እዩ ሕጂ ኣብቲ ጉጅለ እውን ከም ዝለኩ ዘለኹ ጉጅለ ባህሊ ኣማፃፃኣ ነታ ጉጅለ ባህሊ ድሓን ድሓር ኣስፋሕ ኣቢልና ክንዕልሉ ኢና እወ እቲ ማፃፃ ግን ዝመስል ናይ መጀመርታ ግጥሚ ሃዛ ዝበልካ ነዛዕባ ጥሕኒ ድያ ነይራ በቃ ኮሜንታት እዩ ናይ ጥሕኒ ናይ ገለ ነይሩ በርከስ ትዝክራ ዶ? ናይ ናፍቖት እዩ ኦይ ሕጂ ብዙሕ ኣይዝክሮን እየ ግን ኣይዝክራን እያ ማለት ምስኪ ገለ ሰባት ግጥምኻ ሕጂ ደረጃ እንዳወሰካ ተኺድካ የሕፍረካ ይብሉ ማለት ሲ እንዳተማርካ ስለ ትኸይድ እዋ እንዳበሰልካ ግን ስለ እቲ ትኸይድ ዝዓበየ ነገር ከዓ እንታይ መስልኪ ሕሉፍካ እዩ ንዓኻ ንመፃኢ ዝያዳ ዝድርኸካ እዋ ካብኡ ኣነ ኢኻ ሕጂ እቲ ትብገስ ኣብ ፅሑፍ ኣሎ ኣጋጣሚ ስለ ዝፀዋዕክኒ እየ እምበር ኣሎ ተወረቃቅትስ ኣሎ
ፅቡቅ ዝበለፀ ሕጂ ናበይ ክንከይድ ደልየ ኣመሰራርታ ናይዛ ዘለኹማ ጉጅለ ባህሊ ከመይ ኔሩ እቲ ስጥመትኩም ትሰራርሓኹም ትውህደትኩም ኩሉ ነገር።
እዛ ጉጅለ ባህሊ ኣብ ክልተ ሽሕን ሓደን እያ ተጠርኒፋ። እወ። ካብ ነፍሲ ወከፍ ክፍለ ሰራዊት ኢና መጺና። ተዋጺኹም። ተዋጺና መጺና። ንሕና ካብ ሕርሻ ዓዲ ዕመር ኢና። ገሊኦም ካብ እንዳ ዓሰርተ ሓደ ክፍለ ሰራዊት፣ ገሊኦም ካብ እንዳ ሰላሳን ሸውዓተን ክፍለ ሰራዊት። ሕጂ ክንጥርነፍ ከለና ሰማንያ ሰባት ኢና ነይርና። ሰማንያ ሰባት ተወዳዲርና ተወዳዲርና ኢና ናብ ኣርብዓ ሰባት መጺእና። ሕጂ ክትምስረት ከላ ጠርናፊ ጋዜጠኛ ኣቡበከር ኣብደልኣወል እዩ ናይታ ጉጅለ ባህሊ ኦኬ። ጠርናፊ ኢና ነይሩ። ልዕሊኡ ከዓ እ፣ ጆን ኢና ንብሎ ነርና ሌተናል ኮነሬል እህም፣ ሕጂ እ፣ ሽም ነውፀላ ተባሂሉ እህም፣ ናይታ ጉጅለ ባህሊ ጽቡቕ።
ሰመንደል ትብል ሽም ነውጻላ። ሰመንደል ሰመንደል እንታይ እንታይ ማለት ማለት እዩ? ሰመንደል ምስ ተባሃልና ከኣ ሰመንደልሲ ብጀካ ኣብ ጋሽ ባርካ ኣብ ካልእ ቦታ ዘየላ ዑፍ እያ ኣሰይ። ተባሂሉ መጽናዕቲ ምስ ተገበረ ግን እታ ሰመንደል ኣብ ሃገርና ጥራይ ዘይኮነስ ኣብ ብዙሕ ቦታ ኣላ ተ- ምስ ተባሃለ ትትረፈና ሽዑ ኣቡበከር ዓብዱልኣወል ነቲ ኩሉ ሰብ ሽም ናይ ምምራጽ መሰል ሂብዎ። ድሕሪ ክንደይ ግን ዋህምሊላው ትብል ናይታ ጉጅለ ባህሊ ሽም ርዒማ። ዋህምሊላው ማለት ከኣ ብቋንቋ ሕዳርብ ኮይኑ ብዳውየት ዓረ ማለት እዩ።
ሕጂ ነዛ ጉጅለ ሽም ሒዝና ከኣ ሽዱሽተ ሰዓት እንዳርኣና ዳርጋ ኣብ ኤርትራ ሙሉእ ሰለስተ ወርሒ ሙሉእ ዑደት ጌርና። ሕጂ እዚ ዑደት ክንገብር ከለና እታ ሽም ናይታ ዋህሚላው ሲ ሰብ ምትሓዝ ኣብዎ ገሊኡ ጉጅለ ባህሊ ላህቢማው ብለና ገሊኦም ጉጅለ ባህሊ ላህማማት ክብልና ቁርብ ትርፍ ነይሩ ሕጂ ንፀርፊ ተጠዕሙ ምትሓዝ ምስ ኣብየቶም ተዋህሚል ኢላው እንታይ ትኾን ኢልና ነዊሕ ምስ ተጓዓዝና ነብሱ መሓሮ ዝቐረባ እዋን ሰውኡ ኢሳቅ ገረዝግሄር ጠርናፊ ናይታ ጉጅለ ባህሊ ነይሩ ሽም ንቀይረላት ሰብ ምትሓዝ ምስ ኣብዮ ተባሂሉ ጉጅለ ባህሊ ኣውላ ኮይና። ኮይና። ኣውላ ማለት ከኣ ብዘይካ እቲ ብራኸ ጎቦ ናይቲ ኣብ ባረንቱ ዘሎ ከባቢ ብጀካ እቲ ብራኸ ከኣ ታሪኻዊ ቦታ እዩ። ብኸምኡ ኣውላ እንዳተባህለት ከኣ እታ ጉጅለ ባህሊ ስጋብ እዚ ሰዓት ዘላ። እዚ ክብለኩ ከለኹ ግን ሕጂ በዓል መን ነይሮም ትልክኒ ንሓደ ጀሚረ ንሓደ ከይገድፍ ኣዝዮም ኣዝዮም ኣዝዮም ብጣዕሚ ኣብዚ ሃገር እዚ ሕጂ ካብቶም ኣለዉ ዝተባህሉ ድምፃውያን ሙዚቀኛታት፣ ተዋሰእቲ፣ ተለሃይቲ ዘፍረየ ጉጅለ እዩ። ዳርጋ ኣብዚ እዋን እዚ ሰማንያ ሚኢታዊት ናይቲ ጉጅለ ባህሊ ኣባላትና ናብ ጉጅለ ባህሊ ዋልታ እዮም ግዒዞም ዘለዉ። ሕጂ ገዛ እዮም ቀይሮም እምበር ኩላህና ኣባላት ሓይልታት ምክልኻል ኢና። ከም ዝለኩ ዘለዉ ከኣ ቀለልቲ ሰባት ኣይኮኑን ነይሮም። በዓል ኣኽሊሉ ተስፋጽየን ኣነ ሕጂ ዝወሰድክዎ ኮርስ የለን። ግጥሚ እንታይ ምዃኑ ኣይፈልጥን እየ። ግጥሚ ሕጂ ንዓይ ኣጋጣሚ ኮይኑ ይስማዓኒ። ደሓር ግን ዝብለኪ ዘለኹ በዓል ኣክሊሉ ተስፋጽዮን ዝያዳ ካብኦም ተመክሮ ሻለኪ ካብኦም ምስኦም ልዕሊ ዕስራ ገለ ዓመት ብሓንሳብ እቲ ጉጅለ ባህሊ ምቕማጥና ጥራይሲ ተመክሮ ንባዕሉ ዝወሰድክዎ ኮርስ ስልጠና ሕጂ ብዚ ቀረባ እዋን እንተዘይኮይኑ እምበር እዋ። መዋእልና ብተመክሮ ኢና ንሰርሕ ነይርና። ሓቂ ሓሻይ ከሰብናሎምን ዓበይቲ ሰባት እዮም እቲ እምነት ከኣ ነይሩ ምሻለኪ ከምዚ እቲ ሓላፍነት ንዕኦም ጥራይ ስለ ዝሃብናዮ እምበር ጎኒ ጎኖም ሂሮምና ሂሮም ተትኾኑ ኣብ ካልእ ደረጃ ምበጻሕና ሕጂ ኣማሳርታ ናይታ ጉጅለ ባህሊ እዚ መስር ስጋ ኣብዛ ሰዓት እዚኣ ካብ 2001 ስጋ ሕጂ ኣብኣየ ዘለኹ እዚ ዘለኹዎ ቦታ ከባቢ ባድበ ደምበ ገዳሙ ወይ ድማ ደምበ ጀጋኑ እዩ ዝበሃል። እዞም ትሪእዎም ዘለኹም ኣብዚ ከባቢ ዘለዉ ኣሃዱ ገሊኦም ክዳን ሓፅቡ፣ ገሊኦም ዕንጨት ፍልፁ፣ ገሊኦም ድማ ሰንበተ ኪዳን ስለ ዝኾነ ድማ ጤሎም ሓሪዶም ወዶም ጓሎም ቡኖም ኣዳልዮም ሰላም እዮም ዘለዉ። ሰላም በለና ከዓ ስለ ዝበሉኒ ሰላምታኹም ጠዓም በሉለይ። ኣላኻዶ መንእሰይ? ንስኻ ዋሕሰይ ትብላ ኣላ ዓደይ።
ሓበን ዓይኒ ንጽሂ በዓል ንጹር ራኢ ቅርጸት ዝምቸቱ ንብሩህ መጻኢ። ካብ ንእስነት ካስጋብ ሕጅስ ቀሊል ግዜ ኣይኮነን። ቀሊል ኣይኮነን ብዙሕ ተዘክሮ ዳኣ እሞ መሊኡ ሕጂ እንታይ ይምስልኪ ኣብቲ ጉጅለ ባህሊ ክልተ ነገር ኣሎ እቶም ካባና ኣብ ጉጅለ ባህሊ ዋልታ ከይዶም ዘለዉ ሓደ ስቴብ ደረጃ ስለ ዝወሰኹ እዮም እዚ የሐጉሰካ እዩ እቲ ኣብዚ ቀረባ እዋን ዘሕዘነና ግን እንታይ ትልክኒ ኣብቲ ጉጅለ ባህሊ ዘይተጸበናዮ መስዋእቲ በዚሑ ንኣብነት ኣብ ኣቑርደት ከለና መርሃዊ ኮኸበይ ኣዝዩ ተስፋ ዝነበሮ መንእሰይ ብሓደጋ ተሰዊኡ ጸኒሑ እውን ስዒድ ኣንዋር ዝሓየለ ተዋሳኣይ ማጨሎ እንዳሰርሐ ከሎ እዩ ብሕማም ምክንያት ተሰዊኡ።
ብሕት ንዓና ኣለለኒ ተስፌ ደሓን ዲኻ?
ደሓን እዩ ምስ ሩታ እንዳዕለልኩም ትዕግስቲ ከም ዝመፀትኩም ኩነታታ ባህ ስለ ዘይበላ ደው ኢልካ ውፃእ የላትኒ እገርመካ እዩ ኣስተባሂላትላ እምበር ሓቂ ዘይነበራ ባህሪ ዶ ተማዕበል ኣላ ናይ ብሓቂ
እንታይ ትኾነ ኣልና ይውን ምርዳእ እዮ እንታይ ኮንካ ድኣ
ዘይተረዳእኩዎ ነገር ኣሎ ናይዚኦም ኣኽለና እንዳበልና ክልና ከዓ ዮናታን ታደሰ ዱላ እውን ብኸምኡ ብጥዕና ተሰዊእና ኣይ ፀድሕን እውን መሓመድ ዓብድላህ ዋርሸኽ ዝዓበየ ናይ ብሄረ በዳዊት ሳዕሳዓይ ንፉዕ እዩ ንሱውን ከምኡ ብሓደጋ ኣብዚ ቀረባ እዋን እውን ምቕሉል ሰብ ብዙሕ ነገር ትፅብዮ ዝኾነ ሶሪ ማለት ሲ ሕጂ ከዓ ተሪእዎ
ቀሊል ዓመት ኣይኮናን ጌርና ብሓቂ
ሕጂ ከዓ ወተይ ሕጂ እቲ ኣብ ሂወተይ ዘሕዝነኒ ብጣዕሚ ኣብ ከብድኻ ዝኣትወካ እዚ ዓይነት መስዋእቲ ሰባት ክፍለዩኻ ከለዉ መስዋእቲ ንቡር እንዲ እቲ ብኲናት ዝስወኡ እኳ ትቕበሎ ኢኻ እዚ ከም ዝለኩ ዘለኹ ኣጋጣሚታት ግን ብዙሕ ብዝኾነ ዝመስልቲ ጉጅለ ባህሊ ሓቅኻ ድሓን ኣውፅ ከብለካ ካብ ዝፀናሕ ናይ ኦርቶይ ደስ ሓቐኩም ዝነበረ ኣጋጣሚ ኸ ነይሩ ዶ መጀመርታ ጉጅለ ኮንኩም ተጠርኒፍኩም ምስ መፃኹም ተኣኻኺብኩም ከም ሓደ ስድራ ምስ ኮንኩም ብዙሕ ዓይነት ዑደታት ብዙሕ መደባት ብዙሕ ነገራት ተዳልዉ ነይርኩም ሓቂ ሕጂ ብዙሕ ተዘክሮታት ክህልወካ ክእል ይበልኩ ከዓ እንተወይን ነዚ ንምምፃእ እዩ ወዚ ሕጂ እንታይ ምስልኪ እወ። እ፣ በዓል ኪዳነ ጽባህ ቀልል ሰባት ኣይኮኑን ገለ ካብቶም ምሳኹም ነበሩ ኩሎም ዋላ ይኹን ገለ ነገር ሞ- ገለ ሰባት ሞ ጠቐሰለይ ከመይ ዓይነት ተዘክሮታት ከም ነበረካ ከዓ ገለ ፌክ ተብለልና መስሓ ተኾነ ተመራፂ እዩ ኣትሊስት ከውፀካ ካብ ዝፀናሕካዮ ሕጂ እንታይ ገይረ ምስልኪ
እ፣ ኣባረንቱ እዩ ነወ እዚ ንሕና ወታደራት ስለ ዝኾንና ኣጋጣሚ ን- ሻሂ ክንሰቲ ኢልና ንከተማ ክንቆርስ ከድና ኦኬ
ቁርስ ምስ ከድና ሕጂ ኣነ ኪዳነ ጽባሃ ኣሚር ዝበሃል ተዋሳኣይ ነይሩ ሕጂ እቲ ቤት ቁርሲ ኩሉ ተዓጽዩ መዓልቲ ጽሬት ነይሩ መወዳእቱ ኣነ እንታይ ብሎም ቤተሰብ ኣለሃኒ ኣባረንቱ ይዝክራ እንቆርስ ከኣ ደልና ጠሚና ኪ እሞ እንታይ ንግበር ተባሂልና ኣነ ሽዑ እንታይ ብሎም እሞ ቤተሰበይ ኣላ ዘዋ ኣውዳ ዝበሃል ቦታ ደይንኸዳ ኬድካያ ትፈልጥ ዲኻ ኣጥሚኻ ክልተ ሰለስተ መዓልቲ እየ ከይደ እያ ኣብታ ሸዓ ግን ናታ ናይ ጥሜት ነገር ንኽድ ተባሂልና ምስ ከድና ኣብ ገዛ ፅንሓና ሕጂ እቱ ምሰልና መጎጎ ተኣጉድ ፅኒሓትኒ ፅቡቅ ነገር ጨና ናይቲ መጎጎ ከኣ ሃነን ንብለና ሃነን ኢሉ በቃ ከምዛ ውዒት ዘ- እንጀራ ኮፍ ኢልናያ ዘለና ሕጂ ውዒት ከመይ ኣለኻ እንጀራ ከ ደሓን ዲኻ ስድራኻ ከመይ ኣለዉ ኣዴምባ ፍራሽ ከ ከመይ ኣለዋ ገሌላ ከኣ እቲ ሰላምታ ግለሶም ከኣ ሰላም ኢሎማ ከብድና ግን ቁንጡ ኢላ እያ ዘላ ጥሜት ሕጂ ወዳ ኣለዋ ውዕይ ዝበለ ቆልዓ ኦኬ እቱ ብሰና ሕጂ ቅርሺ ሃቡኒ ዋ! ቅርሺ ሃቡኒ ኣብዛ ጅባይ እቱ ሓቂ ሓይሽ እቶም ክልተ ኣይነበሮምን ኣነ ሚእቲ ቅርሺ ሚእቲ ናቕፋ ነይራትኒ Oh my God. ኣይተሸረፈትን ኣሽሪፈ ገለ ነገር ከይቦ ከዓ ድኳን ተዓፅዩ ድሓን ድሓን ድሓር ክበካ ተበልናዮ ቆልዓ ቅርሺ ተዘይሃብኩምኒ ኢሉ የፅርፅር ሰበይቲ ሕጂ ከመይ ኣለኹም ከኢላ መጎጎ ተኣጉ ስለ ዝነበረት ቅጫ ኣምፅኣ ኣብዚ መብልዒ ቅርሲ ጣውላ ኮፍ ኣቢላ ቁርስ ኣቢላ
ወዮ ቆልዓ ቅርሺ ስለ ዘይሃብናዮ ነዛ ቅጫ ሒዝዋ ሃዲሙ
ኣብ ደይ ሰዓታ
ጎዙ ንገብሮ ነገር የለን ንዓ ምፅያ ተበልና እምቢ እምቢ ብለና ቅርሺ ስለ ዘይሃብናዮ ድሓር ሰበይቲ ምፅና ሻሂ ሒዛ መፅያ ከመይ ኣለኹም ከ ድሓን ዋይ ጎያ ከይዳ ቅጫ ክንድኡ ዝወዳእና ይመስልዋ ክንድኡ ሒዛ ምስ መፀት እቲ ምሳይ ነበረ ኣሚር ሕጂ ማማ ኣወ ወድኺ ሒዝዎ ከይዱ ሒዝዎ ሃዲሙ ከይዳ ታለ ኣልግስ ተወላ ትቃፃፃዓ ከማን ሓቂ ሓይሽ መፅኡ ሻሂ ንሰቲ
እናበላዕና እናሰትና ነቋሰና ከለና እቲ ቆልዓ ከምዚኣ ዝሕልወና ዘሎ ኮሪ እንድዩ እዋ ሕጂ ሻሂ ምስ ሰተና እታ ሰበይቲ ምጽእ ኢላ ድጎሙ ትብለና ኩላህና በቃ ንብላ ጸጊብኩም በቃ በቃ ኢልና ወላ ተሰኪፍኩም ተሰኪፍና እዋ እዚ ዝብለኪ ኣለኹ ኣሚር መስሓቕ እዩ ባ ዳውን ከታ ስኻ ቤተሰብካ ተባሂላ ስኻ ዓጺኻና መርዓ እንዳ ምደጎምኩ ብለና እወ። ሞስተ እንደድገም ባ በቃ ኢልናያስ ሕጂ ክ- ተኣጉር ስለ ዘላ ኣበይ ክትርእየካ ኢላ ቅዳሕ ጥራይ ኢልናዮ እወ። ተሓቢእና እንዳቀዳሕና ከለና

ሕማቕ ቦታ የለን እወ ነቲ ቦታ ትጥዕሞ ንስኻ ኢኻ ሰብ እዩ ዓይነት ሰባት ቦታ ምሳኻ ሰብ ተዳ ኣለዎ ኮይኑ ዝገብር፣ ናካ ምሳኻ ንበሩካ ተጫረቕቲ ተዋዘይቲ በቃ ነቲ ቦታ ሲ እታ ዘለናያ ቦታ ሓጂ ፕሪማ ካንትሪ እያ ትበሃል ባረንቱ እወ ልክዕ እቲ ሓንጎልና ግን ከምዚ ኮምሽታቶ ኣስመራ ዘለና ኮይኑ እዩ ዝስምዓና ሰለስተ ክለባት ኣለዋ ኣብኡ እታ ሓንቲ ከም ባር ሮያል፣ እታ ሓንቲ ከምኡ ኢላ ንወዘተ ሓንጎልና ምሽ ኣለኪ። ደቃዋ። እዚ ነገራት ክትቅበሎ ከለኻ ሰብ እዩ ነቲ ቦታ ሰብ እዩ ነቲ ቦታ እምበር። ደመቅሮ ትናፍቆ ግዜያት ኣሎ ዶ
መሊኡ
ካብ ንእስነትካን ካብ ኣብዛ ዝበልካኒ ጉጅለ ባህሊ እንከለኹምን ሓሓደ እዩ ነግረኒ ኢኻ ኣጂብ ንእስነትና እናፍቆ ነገር ዝክሮ ነገር እንታይ ኣሎ መሲልኪ ኣብ ግዜ መርዓ ከምዚ ሎሚ ዕድመ ከድካ ምፅሓፍ ኣይኮነን እወ ኣዴታትና መሶብ እየን ዘሸክማና እንጀራ እንጀራ ሓሙሽተ ወ መጽሓፍ ኣይነበረን ከምዚ ትርእየ ኣለኺ እዚ ሓሙሽተ እንጀራ ዓጺፈን ናብቲ መርዓ ከዳ ኣዴ ክስቶ ሓሙሽተ እንጀራ ኢለ ይጻሓፍ ኣወፌን እወ ኦኬ ሕጂ ንሕና ኣገልግል ንሽከም እወ ትለኣኹ ንኸይድ ደድሕሪ ምስ ተመርዓ ሸክማና ኦኬ እሰን ከይደን ኣብቲ መርዓ ምስ ኣትና እቲ ኣገልግል ይቅበለኻ ንሕና ሱኪ ማኛ ኢና ንብል ነርና ትረፍ ማለት እዩ እሱ ትበልዕ ኣዴኻ ከኣ መኣዲ ተቐሪባ ሕጂ ከምዚ ሎሚ ዝበልዓልካ ስብኪ የለን እዚ ተረፍ መረፍ ግን ብኸም ኢና ዓቢና ብፍላይ ኣርባዕ ስመረ ዝብለኪ ዘለኹ ብኸም ኢና ዓቢና ሓደ እውን እቲ ክብርታት ናይቲ ባህሊ እውን ጎዳኢ ባህሊ ኣለና ፅቡቅ ባህሊ ከዓ ኣለና ሕጂ

ክብሪ ናይታ ጓል ኣንስተይቲ ንምግላጽ ደስ ኢልና ደስ ዝበልኩም ትብል ወረቀት ብቀይሕ ፒሮ ዝጸሓፈት ከኣ ኣብቲ ልዳት ጠቂዕካ ኢኻ ክትመጽእ ሕጂ ክሕዛኻ ክትጥቃዕ ከላ ክትሕዘና ከኣ ብሕቕ ልቢ እታ ሃገር ስለ ዝኾና ተሓቢእኻ ኢኻ ሕራይ ሕጂ እንታይ ዝክር መሲልኪ ከምኡ ኢልና ምስ ከድና ኣብ ሓደ ቦታ በዚቶ ዝበሃል ኣነ ዋዕ ስለ ዝነበረኒ ካብ ቀደመይ ዓወት ጠቃዕ እያ ተባሂለ እታ ወረቀት ምስ ተዋሂባህኒ እያ ደስ ኢልና ደስ ይበልኩም ደስ ኢልና ደስ ዝበልኩም ምስ ኣተኹ ኣብቲ ገዛ ግን መስተ ሓቂ ሓይሽ ንኣሽዮ ሄርና ግን ጥዕም ጥዕም መሰበልና ሰኺርና ነገር ስዋ ቆልዑ ከዓ ብርዚ ነይሩ ከይጠቃዕናያ ሕጂ ተመሊስና ረሲዐ ረሲዕኩማ ንግሆ ሰብኣይን ሰበይትን ኢለክንዴ ጓልና በቆዶም ኢለክንዴ ስዲ ከይዳ እ ኣይተምስዪ እንዳበልክዋ ተዋሪድና ተዋሪድና ኢሎም እቶም ስድራ ሓውን ሓሰር ምስ ኣእተዎም ሓዉ ንዑ ነቲ ሰብኣይ ነቲ መርዓዊ ነቲ ነኖ ነቲ ኣቦ ኣቦኣ። መርዓ ኣቦኣ ነታ ጓል እወ ናብቲ መርዓዊ ከይዱ እህ ስማዓ እንዶ ኢልዎ እዛ ጓልና ዳ ኣይደሓና እንድያ ኢልዎ ይሂ ዋእ ከምቲ ንቡር ኣይጸንሐትን እንድያ ኢልዎ እወ ጸኒሓን ፈረቓን እምበር ኢልዎ እሞ እንታይ ደኣ ኮንኩም ደኣ ደስ ኢልና ደስ በልኩም ኢልኩም ደኣ ዘይጠቃዕኹም ዘይጠቃዕኹም ሰዲድና እንዲና ኣበለቲ ናይ ምስጋና ወረቐት እወ ንዓወት
ናባይ ገዛ መጺኦም

እንተ እቲ ብራሽ ሒዝካያ ከድካ እንተ ገዛ ኣፋኒኻያ ወዲእኻ ኣለኻ ካልእ ነገር የለን ኣብ ኮሚታት ሰብ ኣይነበረን ሓቂ ሓይሽ ወላ ጓል ገዛውትኻ ካልእ ሰብ ክድውራ እንተመፂና ደናጉላ ጌርና ንሰጎ ጌርና ክብሪ ናይታ ጓል ንሰይት ስድራ ጥራይ ኣይኮኑ ዝሕልዎ ወላ እቲ ወዲ ገዛውቲ እዩ ወላ ንሰያ ትሕልዎ ከምዚ መስል ስለዚ መብዛሕትኡ ግዜ ዝፀንሓ ነይረን እዩ ናይ ግድን ጸንሓ ነይረ። እንኳዓ ካልእ ነገር ሰዕቡ ኣይኮነን ኣብዚ ገጠራት ናይ ሃገራትና ክዝክሮ ከለኩ ሕጂ ከም ባህሊ ነይርና እዩ ቀደም ዋላ ኣብ ከተማታት ነይረ ክኮን ይክእል እዩ እንድዒ ግን ከም ባህሊ እተን ደቂ ኣንስትዮ ብደርፊ ገይረን ነቲ ነገራት ድገልጽ ወይ ድውድስ ወይ ከዓ ድዝልፍ ብደርፊ እንዳገበራ ኣብ ሩባታት ናይ ትክስታየን እንዳ ወረዳ ብደርፊ እናገበራ ዝልፍ ዘብልኦ ክስታያት ነይሩ ሕጂ ዝታት ዋላ ከም ባህሊ ማለት እዩ ካብ ቀይዲ ንኸይትወፅእ ውርደት ናይ እቲ ሕብረተሰብ ኣማልነት ከም ደይብሉ እንዳፈለጥካ ነብስኻ ንኽትሕሉ ዘገድስ ኮይኑ ስምዓኒ ምሽቶ ሓቅኺ ሓቅኺ ሕጂ ድሓሸ ክስታያት ነይሩ ምስ ግዜ ከዓ ብዙሕ ነገራት ክቕየር ይኽእል እዩ ሕጂ እንታይ ምስኪ ወላ ድራማ ኣላ ናይ ሱዚኒኖ ወጮ ንዓይ ዶ ወጮ ገለ ትብል ወጮ ጌርካ ትሰዳ ሕጂ እዚ ካብቲ ዓንቲ ወይ ዝበልኩኺ እቲ ጎዳኢ ልምድታት ከም ባህሊ ዝረዓመ ኣሎ። እዚ ሕጂ እናተረፈ እዩ መጺኡ ኣብዚ እዋን እዚ ዋላ ሃማደ እውን ኣይድግፍኦን እየን ዋላ ዝብለኪ ዘለኹ ደስ ኢልና ደስ ኢልካ ሕጂ ተሪፉ እዩ ተሪፉ እዩ እቲ ቀደም ግን
ባህሊ ኩሉ ግዜ ድሓር ድኣ ክንመጾ ኢና ድሓር ክንመጾ ኢና እምበር ባህሊ ኩሉ ግዜ እንታይ ምስኪ ኩሉ ግዜ መንነትካ ባህልኻ እዩ ከምቲ ሓረስታይ ሃገርና ብእምነት ይዘርእ እሞ ረብልዓለሚን ቆፎኡ ዝመልኣሉ ስለዚ ጀጋኑ ሓይልታት ምክልኻልና ድማ ብዕላማ ብእምነት እዮም ዝቃለሱ ዘለዉ እንሆ ድማ ኮኩፍኡ ገግናዩ ተኣልዩ ሰሰናዩ መሬት ኣመጉሑ ወላድን ውሉድን ኣብ ወጻኢ ዝርከብ ህዝብና ድማ ዓዱ ዝምለሰሉ ርሑቕ ኣይኮነን ዓኾዃይ ዓኾዃይ መድፍዕ ደሽካ ውጻእ! ኣፍራዛን ባዴላን እቶ እንዳበሉ ሃገር ኣብ ምህናጽ ድሉዋት እዮም ዘለዉ። ክብርን መጎስን ጅግና ሓይልታት ምክልኻልና! ከምዚ ሎሚ ሰብ ፍጥር ክብል ከሎ ትሪኦ ኣለኺ ሞባይል ሒዙ እምበር ንሕና ብሓንዳይ ንጻወት ኔርና ሳልባትን ንጻወት ኔርና ሆየ ሆየ ክንብል ስጋብ እዚ ከባቢ ኢና ንመጽእ ኔርና ኣቦይ ቁዱስ ዝበሃሉ ቤት ሙዚቃ ራህዋ ኣብ ሆየ ሆየ ናብኦም ኢና ንመፅእ ዓመት ዓመት ብርክት ዝበለ እዮም ድቡና ነይሮም ኦኬ ሓደ መዓልቲ ምስ መፀና
እታ ሆየና ተወዲኣ ብምንታይ ሕጂ ሆየ ክንብሎም ብከተማ ነወላዕላይ ስለ ምስ ተወደአት ሽዑ ኣያይ ወርቂ ሰዓቱ ኦፔል መዛወሪቱ ኢልናስ ንወድሶም ኢልና ብዘይ ሆየ ብዘይ ሆየ ተጣቢብኩም ሽዑ ኣያይ ወርቂ ሰዓቱ ኦፔል መዛወሪቱ ገለ ምስ በልና ሰዓት ሂቦምና። ሰዓት ካብ በልኩም ሰዓት ርኸቡ። ሰዓት እታ ሰዓት ሕጂ ዕስራ ሰባት ኢና ንኸውን እቶም ደቂ ገዛውትና እንታይ ትኹን ተባሂሉ ተባኢስና ኣላ። እወ ዓበይቲ ሰባት ኣለዉ እቲ ገንዘብ ሆየ ዝበልናዮ ይእከብ መስከረም ከኣ ስለ ዝኣቱ ንትምህርትኻ እዩ ዝኾነካ ካሳ ኔሩ መደበር ትሰርሖ መእከቢ ኣብኣ ንእክበን ወየ ሰዓት ግን እንታይ ትኹን ተባሂሉ ዕጫ
ኦኬ ዕጫ ገበር ተባሂሉ ብኣጋጣሚ ከዓ ናባይ ሸጥካ ምምቓል ገለኻ ይፍለጥ የለን ናባይ ወፂኣ ናባይ በፂሓ እታ ሰዓት ንፅብሒቱ ወዮ ሰዓት ባትሪ ይብላን ኤህ ግን ገይረያ ኣብቲ ፍስሓላ ፍስሓላ ሽዑ ቅን ቅን እዞም ጸንዲ ባዕ እ፣ ስማዕ እንዶ ኣይፈልጣን ኢኻ እኮ ኣይፈልጣን እዩ ሳክት እኳ ገይርዋ ዘሎ ገዛት ወዲ ዓለም ድበሃል ሕዚ እንታይ ይብለኒ ሰዓት ክንደይ ኮይና ኢለኒ

ክንራኸብ ከለና መብዛሕትኡ ግዜ ብዚ ናይ ባህላዊ ትሕዝቶታት ኢኻ ዑደት ትገብር ኔርካ። እዋ ሕጂ ፍሉይ ኣተክሮ ትገብር ኢኻ ናይ ባህላዊ ትሕዝቶታት ዋላ እንታይ ከመይ ኢኻ ከመይ ትሪኦ ንዑ? እዎ እንታይ መስልኪ ኣነ ኣቐድም ኣቢለ ክተን ባህልኪ ጸኒሐ ባህሊ እንተዘይተዓቂቡ መንነት ክዕቀብ ኣይክእልን። ባህሊ እንታይ ማለት እዩ ኢልካ ትገልጾ?
ሕጂ እንታይ መስልኪ ባህሊ ሕጂ ብዙሕ እዩ ኣነባብራ ኣሎ ኣመጋግባ ኣሎ ባህሊ ክትብል ከለኻስ ኣዝዩ ሰፊሕ እዩ። መግለጺ መንነት ናይ ሓደ ሕብረተሰብ ኢልና ክንድምድሞ ንኽእል። ብኡ ምድምዳም ይሓይሽ። ሕጂ ኣብኡ ኣብቲ ኤክስፖ ከምዚ ትብልዮ ዘለኺ እንታይ ይኣቱ መሲልኪ? ኩሉ ግዜ ዋላ እቲ ርእስቲ ክትርእዮ ከለኻ ኣፋዊ ያታ እዩ። ኣፋዊ ያታ ክትብል ከለኻ ከኣ እቲ ቀንዲ ብልጭኡ ወይ ደኣ ንሕና ምስ ተመሃርና ኣብዚ ግጥሚ ወዲ ግጥሚ ሸክስፔር ዶ ሴቅራጦስ ዶ ዳንተ ዶ ፕላቶ ዶ እንዳበልና ኢና ንዛረብ እምበር ልዕሊ እዚኦም ሰባት እዚኣቶም ኣብ ኢድካ ዘሎ ወርቂ ዳርጋ ጨርቂ ደኣ ኮይኑ እምበር ብዘይ ቅልዓ ልምለ ክለኩ በዓል ኣቦይ ነጋሽ ታግላ፣ ገረመድህን ብስራት፣ ስራጅ ማይ ጎዱፍ እዞም ብሙሉኦም በዓል ኣደይ ዘይነብራ እየን ኣይፅሕፋ ኣየንብቡ ብኣፎም ዝብልዎ እዩ ተኣፋውያት ታሕጂ ብኣፍካ እዩ ሎምስ ተፃሒፉ ከማን ምንባብ ኣብየና ኣሎ ትብልጫታቶ እየ ክነግረክ ደልየ ሕጂ ክኣቱ ከለኹ እኽሊ ብገበታ ሰብ ያታ ድብል ጭርሖ ይፅንሓካ ያታ ኩሉ ግዜ እንታይ መሰረታዊ ነገር እዩ ሽዑ እተን ኣብኡ ዘለዋ

ሕጊ ካርነሽም ደቂ ትሽም፣ ሕጊ ሸሪዓ፣ ሕጊ ላምዛ ሰሓርቲ፣ ሕጊ ሸውዓተ ዓንሰባ፣ ሕጊ ዳምባ ነናቱ ሕግታት እዩ ዘለዎ። ኣብኡት ሕጂ እቲ ሕጊ ንኣብነት ኣብኡ ዝረኣኹዋ ዝሰማዕኹዋ እንታይ ኣሎ ምስልኪ እንድሕዳ ኣብ ሓዳርካ ተፋቲሕካ ከምዚ ሎሚ ቀለብ ቆልዓ ሃባ ኢልካ ቤት ፍርዲ ውዳእ ኣይኮነን እንድሕዳ ዘይተሰማማዕካ ምስ ሰበይትኻ ትሕጊ ነይሩ ትሕጊ እንታይ እዩ ዝብል ምስልኪ ቀለብ ቆልዓ ኣብ ገዛኣ ኬድካ ኢኻ ትብሃል ወርሓት እዩ ኪዳነ ምሕረት ድዮም ገብርኤል ድያ ኣብታ ወርሒ እቲኣ ኬድካ ትብሃል ንሰበይትኻ ኣታ ትሰማምዑላ ሰበይትኻ ከኣ እታ ሰበይታ እታ ተፋታሕካያ ትብሃል ዘላኸ ቀለብ ቆልዓ ክትባ ምስ መጻኻ ንሳ ከኣ ናብ ውትቡን ቀሪባ ክጸንሕ ኣለዋ ተወሓሓኢላ ክጸንሕ ኣለዋ ሕጊ እዩ ነብሳ ኣልዒላ ክጸንሕ ኣለዋ ሽዑ ቀለብ ጥራይ ኣይኮንካን ሂብካ ትኸይድ ቡንካ ሰቲኻ ትኸይድ ንሽዓ ተዕገርግር ትኸውን ኣብ ካልኣይ ሳልሳይ ግዜ ግን ባዕልኻ ክትዕረቕ ትዕረቕ ኢኻ ከምዚ እቲ ሕጊ ነይሩ ራእዮ እቲ ብልሒ ጥበባት ናይ ቀደም ሕጂ ባህሊ ክትብል ከለኻ ቀሊል ነገር መስሎ ሰብ ወይ ድማ ስለ ሕጂ ቴክኖሎጂ ስለ ዝማዕበለ ንስኻ ስለ ክዳን ተቐየርካ ወይ ድማ ግዳይ ካልእ ባህሊ ስለ ዝጸለወካ ባህልኻ ክትናሸሽ ክትናእስ ኣይግባእን ስለምንታይ ካበይና መጺና ንሕና መጀመርያስ ካበይና መጺና ኣነ ኤርትራዊ እየ ክትብል ተደኣ ኮንካ መጀመርያ እንታይ እዩ ንስኻ ኣብ ድኸትካ ከድካ ኣሜሪካ ክትከውን ትኽእል ኢኻ ዜግነት ክትሕዝ ትኽእል ኢኻ ፈቲኻ ጽሊኢኻ ግን ባህልኻ እዩ ሕጂ ኣብኡ እንታይ ኢኻ ትርኢ ትልክኒ ኣውሎ ኣሎ ማሰ መልቀስ ኣሎ ወየ ዝበሃል ማለት እዩ ዳዕላ ዝበሃል ኣሎ እዚ ክንልዕሉ ጭርቃን ንብሎ ዘለና ንሓንቲ ጓል ኣንስተይቲ ከምዚ ኣቐዲምኪ ዝበልክኒ መግትኢ ዝበሃል ነገራት ብጸርፊ እቲ ጸርፊ ግን ዘኾሪ ኣይኮነን ኣደብ መትሓዚ እዩ እወ ሕጂ ክዕለኪ ካብኡ እወ። ኣብቲ ዝሰማዕክዎ እወ። ንኣብነት እንታይ ተገዚማ ወይ ዛሽሉ ክልተ ጤል ሳልሰይተን ዒሉ
ገዝሚ ኣቦይ ተውሒዱ ድዩ እወ ኣቦይ ኣደይ እናበለት ንየት እንታይ ተገዚማ ብዘይካ ዕየት እዋእ ዓይና ሓባል መዓኮራ ዘባል ዝባን በቕልስ ኣብዩዋ ምቕባል ሕጂ እዚ እ፣ ቀሊል እወ፣ ኣይኮነ በስመ ማለት ኣብ፣ እወ። ነቲ ወዲ እውን ዕጫ ናይታ ጓል ኣንስተይቲ እዩ ዝበፅሖ ክኣቱ ከሎ እንደ ወዲ እንዳ ጓልካ ወዲ ዛበሰር ገተልኡ መእከቢ ሓሰር እውይ በስመ ኣብ ሓማውት ንዕነ ተቐልቀላ ደርጉስኒ ዝመስል ሓተላ እገለ ክንዲ መርፍእ ዕዳጋ ይተውፅኦ ከይጠፍእ ሕጂ እዚ ፀርፊ ይኮነን እንታይ ደኣ ኣሎ ኣይትኹርን ኢኻ ብፍላይ ከምዚ ኢልኪ እሞ ኣብ ሩባ ኣብ ከምዚ ኣነ ንዓክስ ንዕና ሻሂ ስተይለስ ኣብ ሓደ ወስደኪ ክኾን ኣብኡ ግን እንታይ እዩ ንሓንቲ ጓል እንድሕር ደሊኻያስ እንዳ ሓሰር ኢኻ ትወስዳ ወይ ድማ ኣብ ሩባ ኢኻ ትረኽባ ባቁሜን እውን ፅብት ኣጋጣሚት እያ እዚ እዚ ንብሎ ምድዋር ምክቻች ገለ ኣንተ ዝበልኩ ኣብኡ የለን ብስነ ስርዓት ብሕጊ እንዳባ ገዛ ትመፃ ጓልኩም ሃውኒ ትብል ሕጂ ኣብኡ ከምዚ ሎሚ ሶሻል ሜድያ ራእዮ ኩሉ ነገርስ ብምንታይ ይሓልፍ ኣሎ ቀደም ግን ከምኡ ስለ ዘይነበረ ብምንታይ እዮም እቲ መልእኽቲ ዘሕልፎ ነይሮም እስኪ ብኣውሎ ብማሰ እዮም ዘሕልፎ ነይሮም ሚድያ ስለ ዘይነበረ ብከምኡ ገይሮም እዮም እቲ መልእኽቲ ዘሕልፎ ነይሮም ሕጂ እቲ ብልጫታቱ ናይ ኣፋውያት እንታይ መስልኪ ሻዓ ንሻዓ እዮም ንኣብነት ሓድሽ ድመፅእ ድርሰት ወይ ፈጠራ እዩ ንኣብነት ኣብዚኣ ተለዉ ሕጂ ነዛ እውን ሪኦማ ኣለዉ ዕምበባ ሪኦማ ኣለዉ ገለበል ትልከምሲ ሽዑ ነገር እዩ እሞ ከዓ ሓድሽ ድርሰት እዩ ኪኪኪኪ እቲ ቃላቶም ኖ መለሳ ቃላት የብሉን ከምዚ ሕጂ ግጥምስ መለሳ ቃላት ኣለዎ ክህልዎ ኣለዎ ኦኬ ኣርባዕተ ማይ ቤት ናቱ ተረዲኤካ ተረዲኤካ እቲ ፊደል ምስ ኣለዎ እወ እወ ሕጂ ኣብኦም ግን እንታይ ኣብ ከምኡ ይኮን ደድህቡ እንታይ እዮም ደድህቡ ተልክኒ መልእኽቲ መልእኽቲ ሓዘል እቲ እዩ ንኣብነት
ጓል ሚትን ዓሰርተ ሓሙሽተን ዓመት ኣዲኦም ሞይተንሲ ሚትን ዓሰርተ ሓሙሽተን ዓመት ራዮ ኣያ ኢልዎ ጓል ሚትን ዓሰርተ ሓሙሽተ ዓደይ ኣደይ እምበር ሞይታ ወየ በለላ ኢልዎ እንታይ ኢልዎ ሕጂ ሕጂ ምናልባሽ ኣብዚኣ ሃንደ በስለ ፀዋዕክ ነበር እቶም በሃልቲ ይፅሕፎም እየ ይቕሬታ መሰሎም ክሕልው ግባእኒ ነይሩ ሕጂ እንታይ ኢልዎ ምስልኪ ኣንታ እዛ ኣደይ ብሓቂ ድያ ሞይታ ኣንታ እዛ ኣደይ ብሓቂ ድያ ሞይታ ኣለኹም ዶ ፈተውቲ ኣዝማዳ ማርያም ትቀበላ ናብ ገነታ ኢሎም ተቐብላ ኢሎም ተባሓደ ከተለሙ ኣታ ኣዴኻ ደይ መታ ኣደመን ክመታ እንግሊዝ በሊዐን ብምልእታ ጥልያን በሊዐን ብምልእታ ሃይለ ስላሴ በሊዐን ብምልእታ ይመታ እምበር እገተታ ቆልዑ ካብ ሞት ኣለዎ ኮይፀገቡ ጣይታ ዕድመ መን በሊዐንሲ ዕድመ መን ክዘምታ ውይ በስመ ኣብ እዚ ሕጂ ካብቲ ኣብ መልቀስ ዝበሃል ዝበሃል እዩ እቲ መልእኽቲ ግን ርኣዮ ኣዴኻ ዘይመታስ ኣደ መን ክመታ ይኣኽለን ቢታ 15 ተመስገን በል ንምባል እዩ ሕጂ ብጣዕሚ እዩ ዝገርመኪ እዚ ሕጂ ካብቲ ሓደ መልቀሲ እዩ ኣብ ውራይ የመስግኑ እዮም ብዘይ ቀልዓለም ንሃገር እንተኾነ ይውድሱን ንዝሓዘነ ዘጸናንዑ ኣብ ውራይ መጸበቕቲ መልእኽተኛ ኩሉ እዮም ትኹል እዩ ፀገመይ ደሓን ኣቐዲመ ነጊረኪ እቲ ክሬዲት ክቦም ይግባኣኒ እንድዩ ፀገም የለን። ግን ደሓን እ፣ በዓል ጆን ሜራ እ፣ ናይ ብሓቂ ንፉዓት ማሰኛታት ኣለዉ ካብኦም ዝያዳ ሽም ወሲድና እውን ንእርሞ ንኽእል ኢና ሕጂ ወዲ 98 ዓመት እዮም ኣብ ገዛ እዮም ኮፍ ኢሎም ዝዝብሩ ሕጂ ደቆም ግን ኣለዎም ወሊዶም እዮም ገሊኦም ስደት ኣለዉ፣ ገሊኦም ኣብ ኣስመራ ኣለዉ ትካል ከፊቶም። ሰብኣይ ዝሰኣነ የብሉን፣ ደቁ ሰድሉ እዮም። ግን ድብላ ዓዲ ስተ እንታይ ክዓብሰልካ እዩ? ቀደም ፍሕፍሕ ድብል ነበረ ገዛ፣ ሕጂ ቆሪሮም ጸሚዎም ጸሚዎም። ሕጂ ብጻሓይ እናጠወቑ ከለዉ ዓርኮም ናብቲ ዓዲ ብሓዘን ምስ መጹ ነዚ ዓርከይ ክእለዩ ኢሎም ከይዶም ምስ ከድዎ እንታይ ደኣ በይኒ ካብዚ ፀሓይ ትውቃዕ ኣለኻ የለውን ድም ደኣ ቆልዑ ኦይ ኣበይ ኣለዉ ኢልካዮም ንህልካ በይነያ ኣብዚኣ ዝኾነ ግን ከይሞትኩ ከለኹስ ኣልቅሰለይ ራዩ ከይሞትኩ ከለኹስ ኣልቅሰለይ ባዕ ኢሎም እቲ ፈጠራ እየ ነግረክ ዘለኹ ሻዕ ንሻዕ ድብልዎ እዩ ከይሞትኩ ከለኹስ ኣልቅሰለይ ከምኡ በል ክንክስ ክብል ኣይክእልን እዩ ኣታ ጎይታ ርባ ፅደ እንዲኻ ጎይታ ሓይሓይ ኣታ ጎይታ ርባ ፅደ እንዲኻ ጎይታ ሓይሓይ ኣልቢንኻ ናብ ጎቦ ገናሓይ ወጨፎኻ ናብ ጎቦ ገናሓይ ጎኖቕ ደወጊእካ ላሓይ ከም ከበሮ ካብ ወዓል ካብ ፀሓይ

እቲ ሰብኣይ ከዓ ክቐብር ኢሉ መፅኡ ከምቲ ዝብለኩ ዘለኹ ሕጂ ከለዉ ብሂወት ደቁ ቁሊሕ ዘይበልዎ ምስ ሞተ ግን ኣቦና ፅናሕ ካብ ወፃእ ክመፅኦም ደቁ ክቐብሩ ቀባሪ ክርክብ ተባሂሉ ዳርጋ ጸኒሖም ቋጭ ኢሎም ኣቦየ ማዕረይ ኣቦየ ማዕረይ ኣቦየ ማዕረይ ምስ በሉ ነቶም ቤተ ክህነት ከማን ምቕባር ኣብዮሞም ሰብኣይ ሕጂ ሰሚዕዎም ሽዑ ኣቦየ ማዕረይ እንታይ ክዓብስ ክቕብል ኣቢሎም ተለሙ ኣታ ጽን በሉ ሓንሳብ ስምዑ ኣታ ጽን በሉ ሓንሳብ ስምዑ ዋጭ ዋጭ ኣይትበሉ ከምዞም ቆልዑ እዚ ሰብኣይ ውሑድ ዕድመ ዶ በሊዑ ከም መዓልካ ዘይብልኩሞ ሽዑ ነቦየዝግስ ኣይትኽልዎ ጊድኡ ራእዮቲ ጥበብ ፈጠራ እየ ዘለኹ። ኪዕካ እምበር ዓወታ ከምዚ ከተዕልለና ዝጸናሕካስ ኣብ ከተማ ኢኻ ተወሊድካ ዓቢኻ።

ከመይ ኢልካ ትፈልጦ እዚ ናይ ባህሊ ነገር እዚ ኩሉ ግዜ እንታይ መስልኪ ድሌት እዩ ኦኬ ኣነ ሕጂ እዚ ኩሉ ማሰ ኣብሎ ገለ ወላ ዓደይ ኣብ ከምዚ ዓደይ ምባል ዳ ኣየድልን እዩ ማለት ንሕና ሕጂ ኣብ ትዛዕበና ኣሉ ኣበይ ዓድኻ ትትብል ነርኪ ከባቢ ዓድኻ ኣበይ ገዛውትኻ እዩ ዝቐርበና እወ። ዓደይ ወዲ ዓድኻ ኣይነበረን ሕጂ ትዛዕበ ኩላ ኣነ ዓደይ ግን ዓዲ ጓዕዳል እዩ እወ። ኣብ ዓዲ ጓዕዳል ከ እዚ ኣብሎ ማሰ መልቀስ ገለገለ ሓቂ ሓይሽ ኣብዚ ሓማሴንና ብዙሕ ጣሽሙ ኣይኮነን ዝያዳ ኣብ በዓል ደቡብ ኣኮለጉዛይ ገለ ምታት እዩ እዚ እ፣ በስ ሕጂ ከም ዝበልኩ ካብ ኣስመራ እየ ተወልደ ዓብየ ድልየት እዩ ምሻለክ ደስ ብለኒ እቲ ባህሊ ሲ ብጣዕሚ ዝተማቕሮ ዝበዝሕ ስራሓተይ ከማን ወላ ብሕጂ እውን ዕድመን ጥዕና እንተሂብኒ ብፍላይ ከዓ ሰፈ ተሓጊዝክኒ ኣብ ኮሚታት ኣብቲ ባህሊ እውን ክሰርሓሉ ፀቕጠሉ እየ ዝደሊ ቀሊል ነገር ኣይኮነን ብዙሕ ኣሎ ኣብ ናይ ሰለሙን ጻህየ የንብቦ እየ ብጣዕሚ በዚ ኣጋጣሚ ከመስግኖ ደሊ ብጣዕሚ ክትሪኦ ከለኻ ኣዝዩ ኣዝዩ ኣዝዩ ዝምስገን ስራሕ እዩ ወላ ኣብዚ ሬድዮ ዛራ ሰምዔኻ ኣብ ገለገለ እዋናት የምጽዎም እዮም ሕጂ ኩሉ ግዜ እንታይ ምስልኪ ብጣዕሚ ተወ ዝበልኩኺ ፈቲና ጸሊእና ንሕና ባህልና ክብርና ተዲ ኩሎ ሓንቲ ክደግመኪ ሰብኣይ ዝበልዎ ሲ ነታ ዓዳ ጸይናቶ ዓዳ ጸሊናስ ከተማ መጽያ ከምዚ ዓዳ ጸሊኣቶ?
ጸሊኣቶ ማለትሲ ከተማ ምስ ኣተወት ክበጽሕ ኢላ ንግደት ምስ መጸትሲ መቂርዋ ከምዚ ከማኺ ቅይር ኢላ ምስ ረኣየትሲ ኣነ ጥራይ ድየ ኣብዚ ሽፎ እንታይ ገዲሱኒ? ሽፎን ገይረ ክነብር ኢላ ኣብዚ ምስ ወይተር ጀሚራ ኦኬ። መጀመርያ ኩሉ እቲ ናይ ክትመስል ከኣ ኩሉ እቲ ትገብሮ ነገራት ገባቢራ ቀያይራ ዓዳ ምስ ከደት ሰብኣይ ርእይዋ ዋላ እቲ ክራፍራ ምስ ረኣየ እንታይ ጨርናዕ መሲላ ታይ እዚ ቀይሕ መይሕ ገለ ኢሉ ሽዑ ቻው በሉ ከይድና ኣስመራ ኢላቶም ቦ ኣንቲ ዝዓድኸ ዋ ዝፀላእና ሃገር ሰብ ቀመጥ ገለ ሽዑ ሰብኣይ ትቕብል ኣይረኣዩ ጉድ መፂና ክብሉ እዮም እንታይ ኢልዋ
ትማል ትማሊ ከለኺ ናብ ዓዲ ዲግዲጊ ተዓጢቂ ማይክ ክትወርዲ ኣብቲ እዋን መስቀል ጋመ ክትቁነኒ ቅነ ቅዱስ ዮሃንስ ሽፎን ክትክደኒ ሽዑ እየ ዝፈልጠኪ ሕጂ ግን ገሪምኒ የላኽን ከም ዓሚ ጀሌባ ጠንጢንኪ ማዕቢልኪ ዶ ሎሚ ሕፍረትኪ በኒኑ ልብኺ ሸፊቱ ሰንፈላል ገይርኪ ስታይ ብልሓቱ ጸጉሪ ርእስኺ ዝለሞድላኻይ ስኢኑ፣ ዕጭ ሓንፊፉ ዓርጭጩ ሓንሒኑ፣ ገጽክሞ ረኣዮ መልክዑ ለዊጡ፣ ከም መንደቕ ናይ ገዛ ሕብሪ ተለቢጡ። ክሳዕ መዓስ ኢኺ ትኳሓሊ ክትሽብለሊ፣ ኣጓብዝ ተሃድኒ ፈቐዶ ክትውዕሊ፣ ኣየጸብቐልኩካ ከም ዘመኑ ክትመስሊ፣ ዓይንኺ ገዲፍክስ ኣፍ ክትኳሓሊ። በሊ ክትምለስልኪ ኢኺ ዝመጻኺ መገሻ፣ ኣሻቡ ተወጢሕክዮ ናይ ጥፍኣት ኮረሻ። ንከተማ መጺኺ ካልእ ተመሰልኪ፣ ፈቲኺ ጸሊእክስ ሃገረ ስቢ ዓድኺ። ፈቲኺ ጸሊኢኺ ሃገረ ሰበይ ዓዲ ቁርሲ ስደዱ ፈቲና ጸሊኢና ንሕና እንታይ ኢና ባህልና እዩ ክብርና ኩሉ ግዜ ካልእ ተመሰልካ ዝመሰልካ እንተመሰልካ ኣይትመስልን ኢኻ ንዘይትመስሎ ነገር ክትላበሶ ተፈቲንካ እውን ሰብ ስሕቃካ እምበር ሰብሲ ሕጂ ባህልኻ ኩሉ ግዜ ክብረት ስለ ዝኾነ ብኸምኡ እየ ከዓ ኣብዚ ባህሊ ዝያዳ ግዜ ወሲደልኪ ጸቂጠ ንዛራበሉ ዘለና ባህሊ ኩሉ ግዜ መሰረታዊ ብሕጂ እውን ካልኣይ ግዜ እንተተራኺብና ብስፍሕ ዝበለ ኣብ ባህሊ መጽናዕቲ ገይረ ከምዚ ጎዲድን ዘሎ ሕጂ ኣሽማት ዘይኮነ ብዙሕ ኣብ መጽናዕትታት ተወኪሰ ነዚ ባህሊ እዚ ወላ ድራማ ድየ ክሰርሕ ፕሮስ ድየ ከዳሉ ብዙሕ ነገር መደባት ስለ ዘለኒ ዝያዳ ኣብኡ ከዓ ብስፍሕ ዝበለ ነዕልልና ብጣዕሚ ጽቡቕ እዩ ኣነ ከማን ከምቲ ዝግባእ ኣብ ባህልና ዝሰራሕናሉ ድበርበርናዮ ኮይኑ ኣይስምዓንን እዩ ባህሊ ማለት ኪኖ ኣካዳድናን ኣካይዳን ንረግጾን ንመስሎን ኪንኡ ድኸይድ ዓሚቕ ትርጉም ኣለዎ ሓቂ ክብርታት እዩ እቲ መለለይ መንነትካ እዩ ንስኻ መን ኢኻ ከም ሰብ ዲፋይን ድገብረካ ይበሃል ማንስቲ ቀሊል ነገር ኣይኮነን ሕጂ እቲ ክህልወካ ድኽእል ክብርታት እቲ ክህልወካ ድኽእል ፅባቐታት እቲ ክቕፅል ዘለዎ ንስኻ መን ኢኻ እቶም ፅቡቓት ባህርያት እቶም ክቕፅሉ ዘለዎም ሓንቲ ኣልዒልካ ለይ ነርካ ሕግና እቲ ሕጊ እንዳባ ከመይ ዓይነት ክቡር ምዃኑ ቀሊል ከም ደይኮነ ኣብ ዓሰርተ ሰለስተ ክፍለ ዘመን እዩ ተፃሒፉ ሕጊ እንዳባ ምስ ሰማዕኹ ንመጀመርታ ግዜ ቅድም ብጣዕሚ እየ ሾክ ኮይነ ናይ ሕጂ ክንደይ ዓመታት ማለት እዩ ገሊኤን ሃገራት ቶታል ኣይተመስረታን ነይረን ስለዚ ቋንቋ ትግርኛ ከም ቋንቋ ነይሩስ ሕጊ እንዳባ ከዓ ተፃሒፍዎ ብፅሑፍ ዝሰፈረሉ ማለት እዩ ብኣፋዊ ውያታ ብትውፊት ከዓኒ ቅድሚኡ ትሒዝውን ነይሩ ክኸውን ይኽእል እዩ ማለት እዩ ብጣዕሚ እየ ሰብ ሚድያ ተገሪመ ሕጂ ኪንኡ ድኸይድ ቀሊል ኣይኮነን ትኡ ደሎ ሕግታት ተስተውዒልካሉ ንብፃዩ ከምዚ ዓሻ ኢሉ ዝፀረፈ ክንዲዚ ይኽሕስ ፀርፊ ጥራይ ሕሰቦ ከምዚ ኢሉ ዝደዋደደ ከምዚ ይኽሕስ ከም ዝገበረ ገለ ምህራም ቶታል እዩ መባእሲ ገለ ገለ ካልእ ከቢድ ነገራት ኣለዎ ማለት እዩ ሕጂ ክሓስቦ ከለኹ ሲ ነቲ ናይ ሽዑ ዝነበረ ሕብረተሰብ መንነት ዘንጸባርቕ እዩ ነይሩ። ቀሊል ነገር ከኣስ ኣይነበረን ሕጂ ስቕ ኢልና ሸፈፍ ኢልና ንሓልፎ ነገርስ ኣይኮነን። ስለዚ ባህሊ ማለት መንነት፣ ዝንሕና ኣተሓሳስባ፣ ኣካይዳ፣ መለለዪ ካብ ኮነ እዚዮ ከኣ ንሕና ባክግራውንድ ወይ ድማ ድሕረ ባይታ ኢልና ተሓሲብናስ ቀሊል ዶ ይኮነ ድሕረ ባይታ ስለ ዘለና እንድዒ ኪኖ ክንሓስበሉ ደለና ነገር ኮይኑ ይስምዓኒ ኪኖ እንታይ ንክደን እንታይ ንበልዕ እንታይ ንሰቲ ከም ሰብ እወ እቲ ክብርታትና እቲ ጽባቐታትና እቲ መለለዪታትና ኣለዉ እቶም ኣዝዮም ጽቡቓት ዝበሃሉ ትረይትስ ወይ ከኣ ቅሻረታት ንብሎም so ቀሊል ዘይኮነ ነገር እዩ እሞ ቅጽሎ ንስኻ ውን ዝዓበየ ክትሰርሓሉ ተስፋ ይገብር ደስ ይብለኒ ጸገም የለን ሰዓት ሒሻ ብተሸዓተ ማርሻ
ዝኸበርካ ህዝቢ ኤርትራ ኣብ ውሽጥን ኣብ ወጻእን ትርከብ ሰላም ንዓኻ! ዝሓለፈ ታሪኽ ዝመስክሮ ሓቂ እዩ። renewed sanctions on some of the worst abusers, including Eritrea. ኤርትራ ካብ ፅግዕተኛ ነፃ ኮይና ብቁጠባ ነብሳ ንምኽኣል እትገብሮ ፃዕሪ እንዳነኣኣስካ ነቲ ህዝቢ ኤርትራ ኣሚኑ ዝተቐበሎ ወፍሪ ወፍሪ ባርነት ዝብል መሰይጠናዊ ሓረጋ ጠሚቖም መንእሰይ ሃገሩ ጠንጢኑ ንክኸይድ ክንደይ ዘመናዊ መጠበሪ ህያባት ሞዝ የቕርቡ ግን መሲልዎም እምበር ኤርትራዊ ኣብ ዝሃለወ ሃልዩ ሃገረይ ምባል ድሕር ኣይብልን እዩ። ካብዚ ኣብ መራሕ መደብን ግጥምን ትሳተፉ ኣብ ካልእ ዓውታት ናይ ስነ ጥበብ ከ ከመይ ኢኻ ኣብ ምእላይ ፊልምታት ይኹን ምውሳእ ንባዕሉ ትሳተፍ ዶ ኣብ ደርፊ ናይ ግጥሚ ደርፍታት ተበርክት ዶ ኣብ ናይ ስፔሻሊ ነዊሕ ዓመታት ኣብ ኣሃዱኻ ስለ ምስዛ ጉጅለ ባህልኹም ስለ ዝሰራሕኩም ብዙሕ ተሞክሮ ክህልወካ ክእል ድብል ግምት ኣለኒ ብፍላይ ኣብዚ ቅንየ ሕጂ ናይ ውድድር ናይ ግንባራት ብዙሕ ዓይነት ንጥፈታት ክትኣሊ ክትቀኒ ኢኻ ከም ዝተዓዘብክዎ ውን ሕጂ ከመይ ኢኻ ኣብኡታት ውን? ሕጂ እንታይ መስልኪ ታዓንቶይ ኣቐድም ኣቢለ ዘዕለልኩኺ ኣነ ደሓን እተዉ ብገለ ኣጋጣሚ መለስ ንጉሰን በዚ ኣጋጣሚ ከመስግኖ መለስ ንጉሰን ዘመንፈስ ሃይለን እዮም ኣብ ምምሕዳር ማዛጋጃ ቤት ኣብኡ ኮርስ ኣላ ናይ ግጥሚ ናይ ኣፋውያታ ስነ ጽሑፍ ብሓፈሻ ስነ ጽሑፍ ብሓፈሻ
እዚኣ ዕድል እዚኣ ክትሓልፈኒ የብላን ኢለ
ኣብኣ ተማሂረ ሓፃር ኣይራኽበን ሓቂ ሓሽ ኣብቲ ሓፃር ግዜ ግን ነታ ትምህርቲ ምስ ኣተኹዋ ኣብቲ ከባቢ ዝነበሩ ኩሉ ግዜ እንታይ ምስ ክትፀገም ኢላተይ

ኣይግድሸንን እዩ ይፅሕፍ ሽዑ እዩ እድረመሉ ሽዑ እቲ ኩሉ ነገራት በዓል ዓምራ ዝበሃል መፅኡ ብዓምራ መፅኡ ኣብ መንጎ ክምህረና ከሎ እቲ ዘሕለፎ መስገደላትን ገለን ርገ ኩሉ ግዜ ሓደ ስነ ጥበባዊ ብዙሕ ነገራት እዩ ዘለዎ እጂ እዚ ብለኩ ዘለኹ ካብኡ ምስ ተምሃርኩ ግጥሚ እንታይ ምዃኑ መልክዑ ፈይጠዮ ፕሮስ እንታይ ማለት እዩ ርእየዮ መርሓ መደብ ከመይ ክኸውን ኣለዎ ንኣብነት መራሒ መደብ ኣነ ካብ ቀደመይ ከመይ ኣለኹም ደቂ ኤረይ ኣቱም ከምዚ ከምዚ ከምዚ ከምዚ ከምዚ እየ ዝብል ነይረ ሕጂ መራሒ መደብ እንታይ ክኸውን ኣለዎ ነቲ ኩነታት እዎ ነቲ ኩነታት ርእዩ እዩ ንኣብነት ብዛዕባ እዛ ዘለናዮ እዋን ብዛዕባ እዚኣ እየ ክዛረብ ዘለኒ ሕና ግን ብዛዕባ ናይ ቅድሚ ክንደይ ዓመት ዝገጠምኳ ግጥሚ እየ ሕጂ ግጥሚ ኢኻ ትገጥም ዘለኻ እምበር ኣናውስር ኣይኮንካ
ሕጂ ሰላምታ ንቡር እዩ ኪኖ ሰላምታ ግን ግጥሚ ነንብብ ናይ ግጥሚ መደብ ከዓ ኣይኮነን እዚ መራሕ መደብ ኢኻ ሕጂ መራሒ መደብ እንታይ ክገብር ከም ዘለዎ ዝያዳ እየ ኣብ ዝፈለጥኩ፣ ዋላ ብድሕሪኡ ዘምጻኽዎ ለውጥታት ከማን ብዙሕ ለውጥታት እዩ ሓቂ ሓይሽ። ኣብዚ ናይ ግንባራት ሽዑ ውድድር ምስ መጸ ስታንድ ኣፕ ኮሜዲ እንታይ ምዃኑ ኣነ ይፈልጦን እየ። ስታንድ ኣፕ ኮሜዲሲ ውድድር ነይሩናስ ኮፍ ኢለ ስርሐያ። ንባዕላ እታ ስታንድ ኣፕ ኮሜዲ እንታይ እያ? እወ እታ ደው ኢልካ ኢኻ ምስ ነብስኻ ትዛረብ። ዳላ ፊት ንፊት ቃላ- ዓይነት እዎ። ኣነ ግን ኮፍ ኢለ ምስ ሓንቲ ጓል እየ ትሓተኒ ምልሰላ እወ። ሽዑ ኢሎሙኒ "ዋ፣ ይሓወ እዚ ስታንዳብ ኮሜዲ ኣይኮነን እወ ሓደ ኮፍ ኢልኩም ኢኹም ዘለኹም ካልኣይ ነገር ከዓ ክልቴኹም ኢኹም ትዛረቡ ዘለኹም ስታንዳብ ኮሜዲ ባዕልኻ ምስ ነብስኻ ጠጠው ወይ ኢልካ እ፣ ምስ ህዝቢ። ምስ ህዝቢ ታሽ ትገብሮ እዩ ሽዑ እዚኣ እንተኣረምኩላ ኣብቲ ውድድር ተሪፈ እወ ኣብቲ ደንጎሎ ምስ ከድና ግን ስቕ ኢለ ኣጋጣሚ ኣናውሰር ኮይነ ነታ ጉጅለ እንዳመራሕኩ ከለኹ ልክዕ እታ ስታንዳብ ኮሜዲ ኣምፂኤያ በዚ ኣጋጣሚ በዓል ቀይ ሽብር በዓል ጀማል እቶም ናይ ምክልኻል ኣካየድ በዓል ሾንቄ በዓል ኣክሊሉ ተስፋፅዮን እቶም ድያኑ ነይሮም ስለምንታይ ኣብቲ ባሮንቱ ከም ዘይሰራሕካ ዋ ሕማቕ ሰሪሕካ ምስ በልኩምኒ ነዚኣስ ገብራ ኣለኒ ኢለ ኣነ ሓቲተ ካብ ሰብ ተወኪሰ እታ ስታንዳብ ኮሜዲ ኣጋጣሚ ትገብረ ጥራይ በቃ የቕርባ ክልተ ግዜ ዛሪብካና ቀዳማይ ዝግባኣካ ኢኻ ተሪፍካ ኢሎምኒ በታ ዝበልኩምኒ ከማን ዓጊበ እየ ልዕሊ ዝታይ ኣሎ እታ ትተርፈካ እኳ ሽልማት እያ እንድሕሪ ኣሚንኩምለይ ግን ፅባሕ ንግሆ ስታንዳፕ ኮሜዲ ካልእ ክሰርሕ ከም ዝኽእል ኣሚነ ንነብሰ ኢለ ሕጂ እውን የዳሉ ኣለኹ ኣብዚ ናይ ውድድር ኣሎ ሻላ ምስ ተዓወትካ ክፅዋዓኪ እየ ክዕወት ከዓ ተስፋ ገብር ሕጂ ቀንዲ ኣነ መርሓ መደብ ደስ ዝብለኒ እወ ካብ ቀደመይ እ፣ መርሓ መደብ ክኸውን እዩ ደስ ዝብለኒ እዚ ድራማ ከዓ ተመክሮ እዩ ንዓይ እወ። ኣብ ድራማ ንክፅሕፍ ደሪኽኒ እምበር ኣይፈልጥን እየ ሓቂ ሓሽ ተመክሮ ግን ቀሊል ኣይኮነ ዝበክ ዘለኹ ዕስራ- ዕስራን ዕስራን ገለን ገለን ዓመት ዓመት ሲ።
እቶም ምሳኻ ዝነበሩ ሰባት እንታይ ይፅሕፉ ኣለዉ እንታይ ዓይነት ሓሳብ እዮም ኣልዒሎም ዘለዉ ከመይ ገይሮም ነቲ ነገራት ይሰርዕዎ ብምንታይ ጀሚርካ ምንታይ ትውድእ እቲ ኮንፍሊክት ፍጠር ከመይካ ትፈጥሮ እቲ ምጥልጣል ልቢ ዝበሃል ነቲ ተዓዛባይ ሕዝክያ ክትከይድ እዚ ኩሉ ነገራት በቲ ዘረባ ጥራይ ስለ ንፈልጦ ነዚ እንዳሰራዕኩ እንዳሰራዕኩ ከዓ ኣብዚ ኣብ ውድድር ዝበቕዐ ፊልሚ የብለይን እዚ ኩሉ ናይ በዓል ኣብቲ ነሪኦ ኣብ ሓይልታት ምክልኻል ግን ብዙሕ ድራማታት ድሓር ፅቡቃኡ እንታይ እዩ ነቲ ሰራዊት ንዑ ዝመስል ስለ ትሰርሕ ብዛዕባ እቲ ህሉ ኩነታቱ ከዓ ስለ ዝሰርሕ ተስሒቑ ተጣቒዕልካ ጽቡቕ ኣሎኪ ኢኻ ትብል እምበር ብዓይኒ እቶም ክኢላታት ሰባት እንተ ዝምዘን ጎደሎ ክህልዎ ይኽእል እዩ ግን ጎስጓስ ከኣ ስለ ዝኾነ ስራሕና ናይ ጎስጓስ ስራሕ ጥራይ እየ ሰሪሐ ከምቲ ዝበልክዮ ኣብ ግጥሚ ከኣ ብድሕሪኡ መልክዕ ዝሓዘ ግጥሚ ከም ሞኖሎግ ዝዘርጋሕክዎ ንኣብነት ምስ ዘመን ክሓተካየ ኣነ መልሰለይ ዘመን ብሉጻት ከፊልና ብዋጋ ዘይትመን እንታይ ኢና ኣቢስና መልሰለይ እባ ዕዳ ኣለካ ዑና ሽዕቦ ክድባ መዓስ ረሲዕናዮ እታ ጸላም ሰንበት ፎሮ ምስ ሄዲራ ህልቂት ናይ ቁርደት ዕዳ ኣለካ ዘመን ኣብቲ እዋን ገድሊ ዝናብ እናዘመነ ዘይብሎ መዕቅሊ ወርሒ ክናፍቆ ኣብ ሰንኪ መጽለሊ ከም ጠለ በጊዕ ከጣጥሙ ቆጽለ መጽሊ ተኣጒድሎም እንዲ መጋርያ ናይ ጥፍኣት እንታይ ዘይተኣልመ ኣብ ልዕሊኦም ክፍኣት መወዳእታ ሽዑ ዘመን ግን ተጣዒሱ ናብዚ ቁኑዕ ህዝቢ ገጹ ይመሊሱ ካብ ዘበነ ብረት ናብ ዘበነ ፍራዛ ካብ ዘበነ ጥሜት ናብ ዘበነ ከዛ፣ ካብ ዘበነ ብሩር ናብ ዘበነ ወርቂ፣ ካብ ዘበነ ሓሶት ናብ ዘበነ ሓቂ ዘበንና እዩ ሕጂ። ሕጂ ምስቲ ዘበን እዩ። ዘበንስ በዲልካና ኢኻ ንዓና ኢለ ደሓር እቲ መልክዑ እንዳሓዘ ምስ መጸ ዝያዳ ሰባት ምስ ረኣኹዎም ድእረም ምስ ኣረምዎ ተሳኢሉ ወላ ብ ዜና ኣብ ቲቪ እውን ርኢኽዮ ትኾኒ ኢኺ ድሕሪኡ ከምዚ ቀድ ኣብ ኣውዳመት መዓልቲ ናይ እንዳ ሰብዓ ዓሰርተ ሽዱሽተ ሕጂ ኩሉ ግዜ እንታይ ምስኪ ህዝብና ጥዕም እዩ ሓንቲ ነገር ክትብል ከለኻ እቲ ዝበካ ዘሎ ጥቅዓካ ዘሎ ገንዘብ ስእልካ ኣይኮነን ሞራል ጥራይ ከይመስለኪ እትሕልፎ ዘለካ መልእኽቲ ልቡ ምስተተንከፈ እዩ ጎዩ መፅኡ እምበር ትሕቲ ዘይት ልቢ ዘይተንከፍካዮ እኳ ኣብ ከሎ እዩ ድዕዘበካ እጂ እሳ ርኢኸያ ክብ ተለቪዥን ኣውዳመት ከኣ ስለ ዝኾነ ኩሉ ሰብ ከኣ ጎዞ ኮፍ ኢሉ ስለ ዝነበረ ደሓር ምስ ህዝበይ ምስ ረኣኹዎ ተሓጒሰ እቶም ማሕበርቲ እዮም ከኣ እንዳ ሰብዓ ዓሰርተ ሽዱሽተ እዮም ከምዚኣ ኢልካስ መደብ ክትመርሓልና ሄኖክ ዋሪ ነይሩ እቲ መደብ ኣናውሰር በዓል ፍሒራ ምስ መፁ ኣነ ተደራቢ እየ ኣትዮ እምበር መደብ ኣይነበረን ነቶም ናይ እንዳ ሰብዓ ዓሰርተ ሽዱሽተ ግን ገለ እስከ ዛንታ ኣዕልሉ ምሰልኩዎም ካብቲ ዝሰምዑ ዕለታቶም እየ እታ ግጥሚ ኣዳልያ ማለት እዩ በዝተውዕሎ ዝወዓልዎ ሕጂ ኣብ ደሓን ደረጃ ከም ዘለኹ ጽቡቕ ክኸይድ ከም ዘለኹ ዝያዳ እቲ ህዝቢ እዩ ዝነግረካ ኣነ ከኣ ካብቲ ዝነበረኒ ኣቐዲመ ናይ ኣደይ ግጥሚ ዘዕለልኩኺ ሕጂ ለውጢ ገይረ ከም ዘለኹ እዩ ንእሽተይ ከ ነይርካ ዘርእየኒ ንቐጻሊ ከኣ ደፋኣሉ እየ ዘይቅልዓ እምበር እንዳሃብክዎን ደራፋይ ውሑዳት እዮም በዓል ኮሚደረ ገለ ናይ ጋዕዳ ዝደርፍ ኮሚደረ እወ ንዕኡ እየ ሓንቲ ይቖርረኒ ኣሎ ትብል ግጥሚ ሂበዮ ኣብ እወ ዘርጊሓ ኣብ ካሴት ሓቲማ ማለት እዩ ብድሕሪኡ ግን ከምኡ ንደራፋይ ገለ ዝሃብክዎ ብታሽሙ የለን ወይ መደብ ከለካ ዶፍቶም ካልኦት ሕጂ ጸወታት ደኣ ክትሳተፍ ክዕድሎም እየ እምበር ከርእየኪ እንዴ ሕጂ ደኣ እሞ ፈይጠ እንዴ እቲ ሕጊ ጽቡቕ እቲ ሓሳባት ግን ፍሉይ ኣንግል ትደሊ ማለት እ፣ ተደጋጋሚ ነገር ከይኮነካ እንዴኻ ታሽሙ ትገብር ሕጂ ድሕሪኡ እውን እዚ ኣብ ፕሮስ ከኣ ኣብዚ ኤሪማማ ኢንተርቴንመንት ኣብ ክልተ ሰለስተ ሰሪሐ ኣብ ኤርትራ ሜድያ ኔትወርክ ከዓ መጀመርያ ተን ስራሓተይ ብዛዕባ እቲ ዝነበረ ህልው ኩነታት እዩ ትገልጽ ነይሩ ኩሉ ግዜ ታሪኽ ኣይርሳዕን እዩ ኣብ ገለ ኣጋጣሚ ንሕናን ወያነን ከመይ ከመይ ነርና ንዝክሮ ኢና ሶም ጸርፉና ንሕና ንጸርፎም ፖለቲካ ኩሉ ግዜ ግዜ ተለዋዋጣይ ስለ ዝኾነ ከዓ ሕጂ ምልዓሉ ኣየድልን እዩ ግን ኣብቲ እዋንቲ ግን ፅቡቅ ፊድባክ ረኪቡ ማለት ብመኪና ኣምሲለ ብኩዕሾ ኣምሲለ ተን ስራሓት ሰሪሐ እየን እየ ብድሕሪኡ እዚ ዝብለኪ ዘለኹ ከዓ ካብ ክሒዱ ውሒዱ ትበልፅ ትብል ሓንቲ ሓሳብ ኣምፅኤ እጂ ኩሉ ግዜ ከምቲ ዝበልኩኺ እምነት እዩ መጀመርያ ምውሓድ ይመላላእ እዩ ምኽሓድ እዩ ሕማቕ እጂ ከምዚኣ ምስ ኣምጻኹ ንኣብነት ሓረስቲ ሃገርና ብእምነት እዩ ዝነብር ብእምነት እዩ ዝሓርስ
ብእምነት ከዓ ከምቲ እምነቱ ከዓ እግዚኣብሔር ከዓ ፍረ ጻዕሩ ኣይከልኦን እዩ እጂ እምነት ከም ሓረስታይ ከማን ንብልኻ ሕጂ መጀመርያ ክትኣምን ክትክእል ኣለካ ኤርትራዊ ምዃንካ ተኣሚንካ እኹል እየ ዝብል ሓሳብ ኣምፅያ ሸ ሓመድ ካብ ቦትኡ ተወፅዩ ርስሓት እዩ ኣብ ቦትኡ እንከሎ ግን እምበሺ ድኹዕ ጌርና ነቀባጥረሉ እሞ ኣፍራይ ድማ ኸውን ዓድኻን ዓውድኻን እዩ ዘናብረካ ህዝቢ ኤርትራ ውሑድ እዩ ልክዕ ኣብ ኩናት ራባሕ ኣብ ታዕሊም ድመር ኣብ ጥልመት ጎድል ኣብ ስእነትካ ይካፈል እናበልኩ እያ እታ ሓሳብ